ሰላም ከመይ ትሓድሩ ክቡራት ተኸታተልቲ ቀለም ቋንቋ ናይ ሕዚ ሰዓት ዝሓዝናዮም ዜናታት ኣለው ላይክ ብምግባር ጀምሩ ብፈለማ ኣርእስተ ዜና ሕወሓት ሓዱሽ መግለፂ ኣውፅኣ ክንቕርበልኩም ኢና ኢትዮጵያ ብሰንኪ ኹናት ኢራን ልዕሊ ክልተ ቢልዮን ብር ከሲራ። ኣብ ማእኸላይ ምብራቕ ዝተፈላለዩ ከባብታት ዝነብሩ ኢትዮጵያውያንን ኤርትራውያንን ተፀጊምና ኢሎም። ብዓለም ለኸ ደረጃ ሕፅረት ነዳዲ የለን ተባሂሉ። ንሎሚ ናይዚኦምን ካልኦትን ዜናታት ሒዝና ኣለና። ናብቲ ዝርዝር ክንስግረኩም። ውድብ ህወሓትን ህዝቢ ትግራይን ኩሉ ግዜ ሕሪኦም ሰላም እኳ እንተኾነ ንፃውዒት ሰላም ረጊፁ ዝመፅእ ዝኾነ ይኹን ሓይሊ ግን ደው ኢሎም ከምዘይሪኡ ኣቦ ወንበር ውድብ ህወሓት ዶክተር ደብረፅዮን ገብረሚካኤል ገሊፁ። ዶክተር ደብረፅዮን ነዚ ዝገለፀ ብምኽንያት መበል ሓምሳን ሓደን ዓመት በዓል ልደት ህወሓት ዓሰርተ ሓደ ለካቲት ኣብ ህልዊ እዋናዊ ጉዳይ ኣመልኪቱ ንማዕኸናት መራኸቢ ሓፋሽ ትግራይ ኣብ ዝሃቦ ጋዜጣዊ መግለፂ እዩ። ኣብቶም ዝሓለፉ ሰለስተ ዓመት ህወሓትን ህዝቢ ትግራይን ውዕሊ ሰላም ፕሪቶርያ ክትግበር ኩሉ ትፅቢት ዝግበረሎም ተግባራት ብምፍፃም እንተተፀመሙ እውን ካብቲ ዝነበረ ብዝበኣሰ መንገዲ ህዝቢ ትግራይ ብጥሜትን ሕማምን ብሰላሕታን ይፀንት ከምዘሎ ኣፍሊጡ። ኣብ መወዳእታ፣ ጻውዒት ሰላም ሕብረት ኣፍሪካ፣ ኣውሮፓን መንግስቲ ኣሜሪካን ብተደጋጋሚ ዝፍለጥ እኳ እንተኾነ፣ ንሳቶም ውን ካብ የተሓሳስበና ዝብል ዘረባ ወጺኦም ነዚ ብፌደራል መንግስቲ ዝሳወር ዘሎ መንገዲ ጥፍኣት ብተግባር ጠጠው ከብሉ ጻውዒት ኣቕሪቡ ኣሎ ዶክተር ደብረጽዮን። ኣብ ወርሒ ጥርን ለካቲትን ኣብ ትግራይ ዝኣቱ ዝነበረ ኣፋውስ ሙሉእ ብሙሉእ ከም ዝተቋረፀ ቢሮ ጥዕና ትግራይ ኣፍሊጡ። ሓላፊ ቢሮ ጥዕና ትግራይ ዶክተር ኣማኒኤል ሃይለ ኣብ እዋናዊ ኩነታት ኣድሂቡ ንጋዜጠኛታት ኣብ ዝሃቦ መግለፂ ዋላ ድሕሪ ኹናት ብዝረኸብናዮ በጀት ዝተኽኣለና ምንቅስቓስ እናገበርና እንትመፃና ኣብዚ ሕዚ እዋን ግን ናብ ዝኸፈ ፀገም ኣቲና ኣለና ኢሉ። ብፍላይ ቀረብ መድሓኒት፣ ቀረብ ነዳዲ፣ በጀትን ዳርጋ ሙሉእ ብሙሉእ ጠጠው ምባሉ ኣብ ሓደጋ ወዲቕና ኣለና ክብል ገሊፁ። ዝሓለፈ ወርሒ ጥርን ለካቲትን በብወርሑ ናብ ትግራይ ዝመፅእ ዝነበረ ቀረብ መድሓኒት ከምዝተቋረፀ እውን ገሊፁ። ኢትዮጵያ ብሰንኪ ኹናት ኢራን ኣብ ኣርባዕተ መዓልቲ ጥራሕ ልዕሊ ክልተ ቢልዮን ብር ከሲራ ተባሂሉ። ኣብ መንጎ ኢራን፣ እስራኤልን ኣሜሪካን ኣብዚ ሰሙን ተፈጢሩ ዘሎ ወጥሪ ኢትዮጵያ ብቐጥታ ተሳታፊት እኳ እንተዘይኮነት ግዳይቲ ሳዕቤን ካብ ምዃን ግን ኣየምለጠትን። ብፍላይ ኢራን ኣብ ልዕሊ ዱባይ ሓዊሱ ኣብ ሃገራት ወሽመጥ ዓረብ እተካይዶ ዘላ ተኸታታሊ ናይ ድሮንን ሚሳይልን ምጥቃዕት ስዒቡ መንገዲ ኣየር ኢትዮጵያ ናብ ዝተፈላለያ ሃገራት ዝገብሮ ዝነበረ በረራታት ንምቁራጽ ተገዲዱ ኣሎ። ሓላፊ ንግዳዊ ዘርፍ ቢዝነስ ማናጀር እቲ ትካል ከም ዝገለጾ እቲ መንገዲ ኣየር ነቲ ውሕስነቱ ዘይተረጋገጸ ኩነት ኣስዒቡ ክሳብ ሕዚ ልዕሊ 137 በረራታት ተጓዓዝትን ጽዕነትን ሰሪዙ ኣሎ። ብሰንኪ ምስራዝ እዞም በረራታት እቲ መንገዲ ኣየር ክሳብ ዓሰርተ ሰለስተ ነጥቢ ሓሙሽተ ሚልዮን ዶላር ዝግመት ኪሳራ ከም ዘጋጠሞ ተገሊጹ። ነዚ መጠን ገንዘብ'ዚ ብናይ ሕዚ ናይ ባንኪ ምንዛረ ተመን ናብ ቅርሺ ኢትዮጵያ ምስ እንቕይሮ ድማ ልዕሊ ክልተ ቢልዮን ብር ምዃኑ ተፈሊጡ። ኣብ ማእኸላይ ምብራቕ ዝተፈላለየ ከባብታት ዝነብሩ ኢትዮጵያውያንን ኤርትራውያንን ተጸጊሞም። ብፍላይ ኣብ ሊባኖስ ብሰንኪ ዝተኻየደ ደብዳብ ገለ ኢትዮጵያውያንን ኤርትራውያንን ህይወቶም ክሓልፍ ከሎ፣ ኣብ ሕቡራት ኢመራት ዓረብ ድማ ብሰንኪ ዝወረደ ስብርባር ምሳይላት፣ ኤርትራውያንን ኢትዮጵያውያንን ዝርከብዎም ሰባት መጉዳእቲ ወሪድዎም ኣሎ። ኣብ ሊባኖስ ብፍላይ ኣብ ከባቢ ጁኑድ ከባቢ ክልተ መዓልቲ ዝተኻየደ ብርቱዕ ደብዳብ ምሳይላት ብዙሓት ዜጋታት ህይወቶም ንምድሓን ካብ መንበሪኦም ክስደዱ ከም ዘገደዶም ሓንቲ ካብቲ ቦታ ዝሃደመት ኤርትራዊት ዜጋ ገሊጻ። ኣብ ናይጀርያ ዕጡቓት ብዝፈጸምዎ መጥቃዕቲ ብዙሓት ሲቪላውያን ከም ዝቐተሉ ሰብ መዚ እታ ሃገር ሓቢሮም። እስላማውያን ከይኮኑ ኣይተርፉን ዝተብሃሉ ዕጡቓት ናብ ሓንቲ ኣብ ዞባ ቦርኖ ትርከብ ቁሸት ብምእታው ንነበርታ ብኣልማማ ከም ዝቐተሉን ልዕሊ ሚእቲ ካልኦት ደቂ ኣንስትዮን ቆልዑን ከም ዝጨወዩን ማዕኸናት ዜና እታ ሃገር ገሊጸን። ኢንዶኖዥያ ትሕቲ ዕድመ መናእሰይ ማሕበራዊ መራኸብታት ከይጥቀሙ ዘገድድ ሕጊ ክተጽድቕ ምዃና ኣፍሊጣ። ሚኒስትሪ ኮሚኒኬሽን እታ ሃገር ከም ዝበሎ እቲ ንትሕቲ 16 ዓመት ዝምልከት ሕጊ ካብ መወዳእታ ናይዚ ወርሒ ኣትሒዙ ኣብ ግብሪ ክውዕል እዩ። ኣብ ዝሓለፈ ወርሒ ታሕሳስ ኣውስትራልያ ተመሳሳሊ ሕጊ ዘጽደቐት ፈላሚት ሃገር ምዃና ይዝከር። ኣብ መወዳእታ፣ ናይ ምጉዕዓዝ ጸገም እምበር ሕጽረት ምህርቲ ነዳዲ ከምዘየለ ዓለምለኸ ኤጀንሲ ኢነርጂ ኣፍሊጡ። ሓላፊ ዓለምለኸ ኤጀንሲ ኤነርጂ ፉቱሕ ቢሮል፣ ቀረብ ፍርያት ነዳዲ ሎጂስቲካዊ ዓንቀፍቀፍ እምበር ሕጽረት ምፍራይ ከምዘየጋጠሞ ምርግጋጹ ኣናዶሉ ጸብጺቡ። ኣብዚ እዋን እኹል ፍርያት ነዳዲ ምህላው ዝገልጽ ቢሮል ብማያዊ ኣካላት ኣብ ዝጓዓዓዝሎም ቁልፊ መስመራት ሰንከልከል የጋጥም ምህላው ገሊጹ። ብምኽንያት ኣሜሪካን እስራኤልን ምስ ኢራን የካይዶ ዘለዋ ኩናት ዒስራ ሚእታዊ ፍርያት ነዳዲ ዓለም ዝጓዓዓዘሉ ወሽመጥ ባሕሪ ሆርሙዝ ኣገልግሎቱ ከም ዝተዓናቐፈ ዝገልጹ እቶም ሓላፊ እቲ ዘጋጠመ ጸገም ዝፍውሱ ኣማራፂ መፍትሕታት ኣብ ዙርያ ጠረጴዛ ምህላዎም ኣነጺሩ። ትካሎም እኹል ፍርያት ነዳዲ ኸዚኑ ከም ዘሎን ውሳነ እንተተዋሂብዎ ብዙሕ መጠን ነዳዲ ብምልቃቕ ንዕዳጋ ዓለም ከረጋግዕ ዝኽእል ዓቕሚ ከም ዘሎ እውን ኣፍሊጡ። እቲ ኤጀንሲ ዋላ እኳ ኣብቲ ዞባ ዘትዩ ውሳነ ንምቕማጥ ምስ ኣባል ሃገራት ኣኼባ እንተካየደ ዛጊድ ዝተውሃበ ውሳነ ከም ዘየለ ዘብረሀ ቢሮል ነዳዲ ዘፍርያ ሃገራት ኣማራፂ ብዝበልኦ መስመራት ብምጉዓዝ ነቲ ዝተፈጠረ ፀገም ንምፍታሕ ይፅዕራ ምህላወን ኣገንዚቡ። ክብራት ተኸታተልትና ንሳዕ ዝሓዝናዮም ዜናታት ነዞም ዝተኸታተልኩሞም ይመስሉ ነይሮም ሰላም።